ሎሚ እንሪኦ ካብ ሰማይ ዝወረደ እንጀራ ብዝብል ኣብ ዮሃንስ ምዕራፍ ሽዱሽተ ቁፅሪ ሓምሳ ሸሞንተ ኢና ንርኢ። ካብ ሰማይ ዝወረደ እንጀራ ካብ ቁፅሪ ሓምሳ ሓደ ክሳብ ስሳ ትሽዓተ ድማ ዘሎ ሓቢርና ክነንብብ ኢና። እግዚኣብሔር ስሙ ብሩክ ይኹን። ዮሃንስ ወንጌል ምዕራፍ ሽዱሽተ ካብ ሓምሳ ሓደ ክሳብ ስሳ ትሽዓተ እቲ ካብ ሰማይ ዝወረደ ናይ ህይወት እንጀራ ኣነ እየ። ዅሉ ካብዚ እንጀራ እዚ ዚበልዕ ንዘለኣለም ኪነብር እዩ። እዙይ ንዓለም ህይወት ምእንቲ ኪኸውን ኣነ ዝህቦ እንጀራ ስጋይ እዩ። ሽዑ ኣይሁድ፣ እዙይስ ስጋኡ ክንበልዕ ከመይ ገይሩ ኪህበና ይኽእል? እናበሉ ንስንሳቶም ተኻትዑ። ስለዙይ ድማ እዩ የሱስ ከምዙይ በሎም፣ ስጋ ወዲ ሰብ እንተ ዘይበሊዕኹም፣ ደሙውን እንተ ዘይሰቲኹምስ፣ ናይ ዘለኣለም ህይወት ከም ዘይብልኩም ብሓቂ ብሓቂ እብለኩም ኣለኹ። ስጋይ ዝበልዕ ደመይ እውን ዝሰቲ ናይ ዘለኣለም ህይወት ኣለዎ፣ ኣነ እውን በታ ዳሕረወይቲ መዓልቲ ከተሶ እየ። ስጋይ ናይ ብሓቂ ምግቢ እዩ፣ ደመይ እውን ናይ ብሓቂ መስተ እዩ እሞ፣ እቲ ስጋይ ዝበልዕ ደመይ እውን ዝሰቲ ንዘለኣለም ይነብር። ኣባይ ይነብር፣ ኣነ እውን ኣብኡ እነብር። እቲ ዝለኣኸኒ ኣብ ህያው ከም ዝኾነ፣ ኣነ እውን ብኣብ ህያብ ከም ዝኾንኹ፣ ከምኡ ኸዓ እቲ ስጋይ ዝበልዕ ብኣይ ህያው ኾይኑ ይነብር። እቲ ካብ ሰማይ ዝወረደ እንጀራ እዙይ እዩ። ከምቲ ኣቦታትኩም ዝበልዕዎ መና እሞ ዝሞቱ ኣይኰነን፣ ነዚ እንጀራ እዚ ዚበልዕ ግና ንዘለኣለም ህያው ዀይኑ ኪነብር እዩ። ኢየሱስ ነዚ ዅሉ ዝተዛረቦ ኣብ ቕፍርናሆም ኣብ ቤተ ጸሎት ኣይሁድ እናመሃረ እንተሎ እዩ። ብዙሓት ካብ ደቀ መዛሙርቱ ነዚ ሰሚዖም፣ እዚ ዘረባ እዝስ ኸቢድ እዩ፣ መን ኪቕበሎ ይኽእል? በሉ። ኢየሱስ ድማ ደቀ መዛሙርቱ ብዛዕባ እዚ ኸም ዘጕረምረሙ ብመንፈስ ፈሊጡ፣ እዚዶ የዐንቅፈኩም? ወዲ ሰብ ናብቲ ቐደም ዝነበሮ ኪዓርግ እንተሎ እንተ ትርእይዎ ደኣ እንታይ ምበልኩም? ህያው ዚገብር መንፈስ እዩ፣ ስጋ ምንም ኣይጠቅምን። እዚ ዝነገርክኩም ቃል ኸዓ መንፈስ እዩ ህይወት እውን ይህብ ህይወት እውን እዩ ግና ካባኻትኩም ገሊኣቶም ዘይኣምኑ ኣለዉ በሎም ኢየሱስ እቶም ዘይኣምኑ ኣየነኦም ምዃኖም እቲ ዘትሕዘውን መን ምዃኑ ካብ መጀመርታ ይፈልጥ ነበረ እሞ ኣስዒቡ ኸዓ ስለዙይ ድማ እየ እቲ ካብ ኣቦይ ዝተዋሃቦ እንተዘይኮይኑስ ናባይ ክመጽእ ዝኽእል ሓደ እኳ የለን ዝበልኩኩም በሎም። በዚ ነገርዚ እውን ካብ ሽዑ ጀሚሮም ብዙሓት ካብ ደቀ መዛሙርቱ ንድሕሪት ተመለሱ፣ ምስኡ እውን ኣይኸዱን። ስለዚ ኢየሱስ ነቶም ዓሰርተ ክልተ ደቀ መዛሙርቲ፣ ንስኻትኩምዶ ክትኸይዱዶ ትደልዩ ኢኹም? በሎም። ስምኦን ጴጥሮስ ኸዓ፣ ኦ ጐይታ፣ ንስኻ ናይ ዘለኣለም ህይወት ቃል ኣለካ፣ ንስኻ ናይ ዘለኣለም ቃል ህይወት ኣለካ፣ ናብ መን እሞ ኢና ክንኸይድ? ንሕናስ ንስኻ ክርስቶስ ወዲ እግዚኣብሔር ምዃንካ ኣሚንናን ፈሊጥናን ኣለና ኢሉ መለሰሉ። እግዚኣብሔር ዝተመስገነ ይኹን እዚ ህያው ዝኾነ ናይ እግዚኣብሔር ቃል እዩ ኣብዚ ብኣርእስቲ ንወስዶ እንታይ እዩ ካብ ሰማይ ዝወረደ እንጀራ ጎይታና ኢየሱስ ክርስቶስ ካብ ሰማይ ዝወረደ እንጀራ ምዃኑ ባዕሉ ዝመስከረሉ ህያው ዝኾነ ቃሉ እዩ ብኣፉ እዩ ንደቀ መዛሙርቲ ተናገሩ ካብ ውሽጡ ዝተናገሮ ባዕሉ እዩ ምፅሓፍ ጥራይ ኮነ ተፃሒፉ ተዛረበ በዓል ስለዝኾነ ማለት ስለዚ ከመይ ልዩ ወሪዱ ንምንታይ እዩ ወሪዱ ጎይታና የሱስ ክርስቶስ ካበይ እዩ ወሪዱ ወሪዱ ኢልና ንሓስብ ንምንታይ እዩ ልምንታይ ዓላማ እዩ ወሪዱ ኢየሱስ ክርስቶስ ልምንታይ እዩ ወሪዱ ኢልና ንኣምን ንሕና ከ ወሪዱ እዩ ብዙሕ ግዜ ንብሎ ቃል ኣሎ ካብ ሰማያ ሰማያት ወሪዱ ካብ ቅድስት ድንግል ማርያም ተወሊዱ ንብል ኢና ልምንታይ እዩ ወሪዱ ልብል ሎሚ ንርእየሉ እዩ ስለዚ ኣነ ካብ ሰማይ ልወረድኩ ሀ እንጀራ እየ ኢሉ ይነግረና ዘሎ ማለት እዩ ካብ ሰማይ ማለት ብትርጉሙ ክረኣ ከሎ ካብ እግዚኣብሔር ማለት እዩ ካብ ሰማይ ልወረድኹ ማለት እንታይ ማለት እዩ? ሰማይ ልለኣኸኒ ማለት እንታይ እዩ? እግዚኣብሔር ልለኣኸኒ እዩ። ያህዌ ልለኣኸኒ፣ ኣብ ልለኣኸኒ እዩ ልብሎ ማለት ስለዚ ካብ ሰማይ ልወረድኹ ማለት ካብ እግዚኣብሔር ልመጻኹ እየ እዩ። ብብዙሕ ትርጉም ክንሪኦ ከለና ኣብ ወንጌላት ማቴዎስ፣ ማርቆስ፣ ሉቃስ፣ ዮሃንስ ክንርኢ ከለና ካብ ሰማይ ማለት ብዙሕ ግዜ ካብ እግዚኣብሔር ልብል ቃል እዩ ልወግዐና ዘሎ። ካብ ሰማይ ተዘይኮይኑ ማለት ካብ እግዚኣብሔር ተዘይኮይኑ፣ ሰማይ ተዘይተፈቂዱ ማለት እግዚኣብሔር ተዘይተፈቂዱ፣ ሰማይ ተተቐቢልዎ ማለት እግዚኣብሔር ተተቐቢልዎ፣ ዝብሉ ትርጉማት ኢና ንርኢ ብዙሕ ግዜ ማለት እዩ። ስለዚ ካብ ሰማይ ዝወረድኹ እንጀራ ኣነ እየ ክብል ከሎ ጎይታና የሱስ ክርስቶስ ካብ እግዚኣብሔር ዝተላእኩ ሰባት ክበልዑኒ ዝግባእ ወይ ድማ ልክምገብዎ ኣነ ድማ ህይወት ክህቦም እየ ካብ እግዚኣብሔር ተላኢኸ እዩ ዝብሎ ማለት እዩ። ስለዚ ልምንታይ እዩ ካብ ሰማይ ዝወረድኹ ዝብሎ ካብ ላዕሊ ካብ ቁጥሪ ዕስራ ሓሙሽተ ክሳብ ሓምሳ ተሪእና ባዕሉ ይናገር እዩ። ካብ ሰማይ ማለት ካብ እግዚኣብሔር ምዃኑ ምዕራፍ ሽዱሽተ ዮሃንስ ወንጌል ቁፅሪ ዕስራ ሓሙሽተ ክሳብ ሓምሳ ለሎ እንድሕር ኢልናዮ ኮይንና ኣነ ናይ እግዚኣብሔር እንጀራ እየ ዳለ ኢለ ወገ ኣነ ናይ መን እንጀራ እየ ናይ እግዚኣብሔር እንጀራ እየ ቁፅሪ ሰላሳ ሰለስተ እንታይ ይብል እቲ ካብ ሰማይ ዝወርድ ንዓለም እውን ህይወት ዝህብ ናይ እግዚኣብሔር እንጀራ እዩ እሞ ይብል ናይ እግዚኣብሔር እንጀራ ስለዚ ካብ ሰማይ ዝወረድኹ እንጀራ ማለት ማለት እዩ ካብ እግዚኣብሔር ዝወረደ እንጀራ ከምቲ ሀ፣ ኣብ ብሉይ ኪዳን ዝነበረ መና ይኾነ እዩ እግዚኣብሔር የውሪድሎም ነይሩ እግዚኣብሔር ይህዎም ነይሩ እስራኤላውያን ግን ድማ ከምኡ የኹንኹይ ሕዚ ብቀጥታ ካብ ባዕሉ ካብ እግዚኣብሔር መጻኹ ናይ እግዚኣብሔር እንጀራ ኣነ እየ ንዓለም እንታይ ክዎ ህይወት ክዎ ናይ ዘላለም ህይወት ክብል መጻኹ ናይ ህይወት እንጀራ ናይ እግዚኣብሔር እንጀራ ኣነ እየ ይብል ማለት እዩ ስለዚ ኩሉ ቁጥሪ ኣርባዓ ድማ ኩሉ ንወልድ ሪኡ ብኡ ዝኣምን ናይ ዘላለም ህይወት ክረክብ ኣነ እውን በታ ዳሕራዊት መዓልቲ ከተስኦ እየ እዚ ፍቓድ ኣቦ እዩ እሞ ይብል ስለዚ ድማ ኣይሁድ እቲ ካብ ሰማይ ዝወረደ ናይ ህይወት እንጀራ ኣነ እየ ስለ ዝበሎም ብኡ ኣግሮምሮም ካብ ሰማይ ዝወረደ እንጀራ ኣነ እየ ኢልዎም ስለዚ ለኣይ ሪኡ ለኣምን ሰብ ናይ ዘኣለም ህይወት ይህልዎ ለኣይ ልበልዐኒ ሃ ናይ ዘኣለም ህይወት ይህልዎ ናይ ዘኣለም ሃ ህይወት ማለት እንታይ ማለት እዩ ድሕሪ ሞት ዝነበር ህይወት ምስ እግዚኣብሔራዊ ዝኾነ ህይወት ዘለኣለማዊ ዝኾነ ህይወት ይህልዎ ማለት እዩ እሱ ኢሉ ነግረና ኣሎ ስለዚ ናይ እግዚኣብሔር እንጀራ ማለት ካብ ሰማይ ዝተላኣኹ ማለት ወይ ድማ ካብ ሰማይ ምውራድ ማለት ምውራዱ ካብ እግዚኣብሔር ምውራድ ማለት እዩ ካሊእ ኣብ ዮሃንስ ምዕራፍ 3 ቁጥሪ 13 ክሳብ 17 ክንርኢ ከለና ድማ እንታይ ይብል እቲ ካብ እግዚኣብሔር ዝተላእኸ ናይ እግዚኣብሔር ቃል ይነግር ናይ እግዚኣብሔር ቃል ይዛረብ ይብል ቁጥሪ 13 ጀሚሩ ሃ እቲ ካብ ሰማይ ዝወረደ እንተዘይኮይኑ ሃ ይብለና ናብ ሰማይ ዝዓረገ ካልእ የለን ካብ መን ወረደ ካብ እግዚኣብሔር ወረደ ማለት እዩ እቲ ካብ ሰማይ ዝወረደ ወዲ ሰብ ኢየሱስ ክርስቶስ እንተዘይኮይኑ ናብ ሰማይ ዝዓረገ የለ ይብለና ስለዚ ካብ ሰማይ ዝወረደ ማለት ማለት ካብ እግዚኣብሔር ዝመፀ ካብ እግዚኣብሔር ዝተለኣኸ ማለት እዩ ስለዚ ክሳብ ቁጥሪ 17 ክነንብቦ ከለና ድማ እንታይ ይብለና እግዚኣብሔር ዝረኣኾ ናይ እግዚኣብሔር ቃል ይዛረብ ናይ እግዚኣብሔር ቃል ይነግር ይብለና ማለት እዩ ኣብ ዮሃንስ ምዕራፍ 3 ካብ 31 ክሳብ 36 እውን ክንርኢ ከለና እዚኣ ከንብብ ኣየ እግዚኣብሔር ዝተመስገነ ይኹን ዝገርም ቃል ስለኾነ ማለት እዩ ናይ እግዚኣብሔር ቃል ህያው እዩ ኩላትና እንኣምነሉ ቃል እዩ ኩሉ ግሩም ዝኾነ ቃል እዩ ግን ድማ ክንርድኦ ልግበና ውሽጢ ጠሪቕና ክንርድኦ ልግበና ድማ ቃል ብቃል ክንንብቦ ከለና ይሕግዘና ማለት እዩ ስለዚ ካብ እግዚኣብሔር ተለኣኸ ናይ እግዚኣብሔር እንጀራ ኢልና ኣለና ካብ ሰማይ ዝወረደ ማለት ማለት እዩ ናይ እግዚኣብሔር እንጀራ ካልኣይ ድማ እግዚኣብሔር ዝለኣኾ ኢልና ኣለና ኣብ ዮሃንስ ምዕራፍ ሰለስተ ካብ ሰላሳ ሓደ ጀሚሩ ክሳብ ሰላሳ ሽዱሽተ ድማ ካብ ላዕሊ ኢሉ ይትርጉሞ ካብ ላዕሊ ካብ ሰማይ ማለት ካብ ላዕሊ ልዕሉ ኩሉ ካብ ለለዎ ስልጣን ካብ ለለዎ ዝፋን ካብ ለለዎ ማለት እዩ ትርጉሙ ይብለና ሰላሳ ሓደይ እቲ ካብ ላዕሊ ዝመፅእ ንሱ ልዕሊ ኩሉ እዩ ይብል እቲ ካብ ምድሪ ዝኾነ ከዓ ምድራዊ እዩ ናይ ምድሪ እውን ይዛረብ እቲ ካብ ሰማይ ዝመፅእ ግና ንሱ ልዕሊ ኩሉ እዩ ካብ ሰማይ ዝመፅእ ካብ ሰማይ ዝወረደ ማለት ካብ ሰማይ ዝመፀ ማለት እዩ ስለዚ ካብ ሰማይ ዝመፅእ ግና ልዕሊ ኩሉ እዩ ነቲ ምስክሩ ድኣ ዝቕበሎ የለን እምበር ንሱስ ነቲ ዝረኣዮን ዝሰምዖን እዩ ዝምስክር እቲ ምስክርነቱ ዝተቐበለ ግና እግዚኣብሔር ሓቀኛ ከም ዝኾነ ኣረጋገፀ እግዚኣብሔር መንፈሱ ሰፊሩ ኣይህብን እዩ እሞ እቲ እግዚኣብሔር ዝረኣኾ ንሱ ቃል እግዚኣብሔር እዩ ዝነግር ይብል እግዚኣብሔር ዝለኣኾ ስለዚ ክልተ ትርጉም ኣብዚ ረኪብና ኣለና ማለት እዩ ካብ ሰማይ ዝወረደ ማለት እንታይ ማለት እዩ ካብ እግዚኣብሔር ዝወረደ ማለት እዩ ካብ እግዚኣብሔር ዝተለኣኸ ማለት እዩ ካብ ላዕሊ ዝተለኣኸ ማለት እዩ ስለዚ እቲ ካብ እግዚኣብሔር ዝተለኣኸ ድማ ናይ እግዚኣብሔር ቃል እዩ ዝዛረብ ካብ ላዕሊ ዝመፀ ብዛዕባ ላዕሊ ለውግዕ ወይ ድማ ልዕሊ ኩሉ እዩ ይብለና ማለት እዩ ካሊእ ኣብ ዮሃንስ ምዕራፍ ሸሞንተ ቁፅሪ ዕስራ ሓደ ጀሚሩ ክሳብ ዕስራ ሸውዓተ ድማ ሃ ጎይታና የሱስ በዓሉ ካብ ሰማይ ዝወረደ ማለት እንታይ ማለት እዩ ዝብል ክትርጉመልና ከሎ ከምዚ ይብል ምዕራፍ ሸሞንተ ዕስራ ሓደ ክሳብ ዕስራ ሸውዓተ ማለት እዩ ኢየሱስ መሊሱ ኣነ እኸይድ ኣለኹ ክትደልዩኒ ኢኹም እንተኾነ ብሓጢኣትኹም ክትሞቱ ኢኹም ናብቲ ኣነ ዝኸዶ ንስኻትኩም ክትመፁ ኣይትኽእሉን ኢኹም እሙ በሎም ሽዑ ኣይሁድ ናብቲ ኣነ ዝኸዶ ንስኻትኩም ክትመፁ ኣይትኽእሉን ኢኹም ምባሉስ ንባዕሉ ደኾን ባዕሉ ክቐትል ደልዩ በሉ ኢየሱስ ድማ ንስኻትኩም ካብ ታሕቲ ኢኹም ኣነ ካብ ላዕሊ እየ በሎም ንስኻትኩም ካብ ምንታይ ኢኹም? ካብ ታሕቲ ኢኹም፣ ምድራውያን ኢኹም ማለት እዩ። ኣነ ግና ካብ ላዕሊ እየ፣ ሰማያዊ እየ ማለት እዩ። ካብ ሰማይ እየ፣ ካብ እግዚኣብሔር እየ ማለት እዩ። ናይኻትኩም ሓሳብ ካብ ምድሪ እዩ፣ ናተይ ሓሳብ ድማ ካብ ሰማይ እዩ። ስለዚ ልመፃ ኩሉ ካበይ እዩ? ካብ ሰማይ፣ ካብ ላዕሊ እየ መፅየ። ስለዚ ሰመይ ሰላዊ ክኸድ እየ ይብሎም ኣሎ ማለት እዩ። ንስኻትኩም ካብዚ ዓለም እዚኣ ኢኹም፣ ኣነ ካብዚ ዓለም እዚኣ ኣይኮንኹን። ስለዚ ከዓ እየ ብሓጢኣትኩም ክትመቱ ኢኹም ዝበልኹኩም። ኣነ ንሱ ምዃነይ እንተዘይኣሚንኩም ብሓጢኣትኩም ክትመቱ ኢኹም በሎም። ሽዑ ንሳቶም፣ ንስኻ መን ኢኻ? በልዎ። ኢየሱስ ድማ፣ እቲ ኣነ እቲ ካብ መጀመርታ ሒዘ ዝነገርኹኩም እየ። ብዛዕባኻትኩም ብዙሕ ዝዛረቦን ዝፈርዶን ኣለኒ፣ እቲ ዝለኣኸኒ ግና ሓቀኛ እዩ። ኣነ እውን ነቲ ካብኡ ዝሰማዕኩዎ ንዓለም እነግር ኣለኹ በሎም። ንሳቶም ግና ብዛዕባ ኣብ ከም እተዛረቦም ኣይፈለጡን። ብዛዕባ ኣብ ስለዚ ካብ ላዕሊ እየ ማለት ካበይ እየ? ካብ ኣብ እየ ማለት እዩ። ካብ ሰማይ እየ ወሪደ ማለት ካብ ኣብ እየ ወሪደ ማለት እዩ ካብ ሰማይ ዝተለኣኸ ካብ እግዚኣብሔር ዝተለኣኸ ካብ ኣብ ዝተለኣኸ ማለት እዩ ስለዚ ካበይ እዩ ወሪዱ ትክም ከለና ካብ ኣብ ካብ ኣቦ እዩ ወሪዱ ኣቦ እዩ ልኢኽዎ እግዚኣብሔር እዩ ልኢኽዎ ስለዚ ብዛዕባ ኣብ ምዃኑ ይፈለጡ እዩ ስለዚ ኢየሱስ ንወዲ ሰብ ልዕል ልዕል ምስ ኣበልኽዎ ኣነ ንሱ ከም ዝኾንኹን ከምቲ ኣቦይ ዝመሃረኒ ከም ዝገብርን እምበር ካብ ርእሰይ ሓንቲ እኳ ከም ዘይገብር ሽዑ ክትፈልጡ ኢኹም እቲ ዝለኣኸኒ ምሳይ ኣሎ ዝለኣኸኒ ስለዚ ካብ ሰማይ ዝወረደ ማተ ማለት እዩ ዝተለኣኸ ማለት እዩ ወሪዱ ክንብል ከለና ተላኢኹ መፂኡ ማለት እዩ እቲ ዝለኣኸኒ ምሳይ ኣሎ ኩሉ ሻዕ ደስ ዝብሎ ስለ ዝገብር ድማ ኣብ በይነይ ኣይሓድገንን እዩ እግዚኣብሔር በይነይ ኣይሓድገኒ ኣቦይ በይነይ ኣይሓድገኒ ይበሎም ንሱ ነዚ ምስ ተዛረበ ብዙሓት ብኡ ኣሙን ይብለና እግዚኣብሔር ዝተመስገነ ይኹን ስለዚ ካብ ላዕሊ እየ ዝለኣኸኒ መን እዩ ኣብ እዩ ኣቦይ እዩ ማለት ስለዚ ብዙሕ ሰብ ዘወረደ ወሪዱ ክባል ከሎ ተባዮቲት ንምንታይ ወሪዱ ኢሉ እንታይ ገብረ ኣይምርምሮ ብዙሕ ሰብ ወሪዱ ዝገበሮ ነገር ንኣብነት ካብ ድንግል ማርያ ምውራዱ ምውላዱ እዩ ዝርኢ ካበይ ወሪዱ ዘይኮነ ካብ ድንግል ማርያ ምውላዱ ጥራሕ ዝርኢ ብዙሕ ሰብ እዩ ናይ ኢየሱስ ክርስቶስ ሕያውነት ካብ ዘለዓለም እዩ። ምስ ኣብ ብሓደ ምስ መንፈስ ቅዱስ ብሓደ ካብ ዘለዓለም ክሳብ ዘለዓለም ሃ ልነብር ፍጹም ዝኾነ ኣምላኽ መለኮታዊ ኣምላኽ እዩ። ጎይታና ኢየሱስ ክርስቶስ እዚ ነገር እዚ ከም ዘለዎ መንነቱ ክንርዳእ ክንፈልጥ ይግበና። ስለዚ ካብቲ ናይ ዘለዓለም ዝፋኑ ካብቲ ናይ ዘለዓለም ህይወቱ ካብዚ ናይ ዘለዓለም ህያውነቱ እዩ ወሪዱ ካብዚ ናይ ዘለዓለም ህልውኑ እዩ ወሪዱ መጺኡና። ኣምላኽ ነቲ ከም ምምንዛእ ከይቖጸረ፣ ካብ ኣብ ከም ምንኣስ ከይቖጸረ፣ ግን ድማ ብፍጹም ሰብነት ካብ ኣብ ከም ዝነኣሰ ቆጺሩ መጽዩ። ብፍጹም ሰብነት ንዓና መሲሉ። ስለዚ ልወረደሉ ዕላማ ክንፈልጦ ይግበእና። ናይ ዘለኣለም ህይወት ክህብ እየ መጽየ፣ ካብ ላዕሊ እየ መጽየ፣ ብዛዕባ ኣብ ክምስክር እየ መጽየ፣ ብዛዕባ እግዚኣብሔር ክምስክር እየ መጽየ፣ ብዛዕባ ሰማይ ክነግረኩም እየ መጽየ። ናይ ምድሪ ነገር ብዙሕ እዩ፣ ግን ድማ ናይ ምድሪ ነገር የኾነይ ክነግረኩም መጽየ ለለኹ ኣነ፣ ናይ ሰማይ ነገር ክትኣምኑ። ኣብ ሰማይ ልተቀመጠልኹም ዕላማ ኣብ ሰማይ ልተቀመጠልኹም ትልሚ ታይ እዩ ክትፈልጥዎ ናይ ዘላለም ህይወት ክህብኩም እየ መፅኤ ይብሎ ጎይታና የሱስ ክርስቶስ ስለዚ ወሪዱ ክበሃል ከሎ ቀሊል መስሉ ክርኤና ይግብኦ እዩ ካብ ሰማያት ወሪዱ ምውራዱ እዩ እቲ ዝገርም ፍጹም ሰብ ምዃኑ እዩ እቲ ዝገርም። ዘለኣለማዊ ኣምላኽነቱን መለኮትነቱ ኸኣ ምስ ፍጹም ዝኾነ ሰብነት ናይ ሰብ መንነት ክወሃሃድ ከሎ እዩ ዝገርመና ዘሎ። እሱ ክገርመና ዝግባእ ክድንቐና ዝግባእ እሱ እዩ ማለት እዩ። ስለዚ ኣነ ካብ ላዕሊ እየ ዝለኣኸኒ ድማ ኣቦ ይብል። ኣብ ቀዳማይ ቆሮንቶስ ምዕራፍ 15 ድማ ብዝግባእ ጳውሎስ ኣቐሚጥዎ ኣሎ። ቀዳማይ ቆሮንቶስ ምዕራፍ 15 ካብ ኣርባዕይ ሓሙሽተይ ክሳብ ኣርባዕይ ትሽዓተይ ከምዚ ይብል፣ እቲ ቀደማይ ሰብ ኣዳም ህያው ነፍሲ ኮነ ተብሂሉ ተጽሒፉ እዩ፣ እቲ ዳሕረዋይ ኣዳም ከኣ ህይወት ዝህብ መንፈስ ኮነ ይብል። ብዛዕባ እቲ ቀደማይ ኣናይ ኻልኣይ ኣዳም ኢሉ ይናገር ኣሎ። እቲ ናይ ቀደማይ ኣዳም ንኹላትና ለምጸና ማለት እዩ። ስጋናይ ደምናይ ካብኡ እዩ መጽኡ ካብ ቀደማይ ኣዳም። ሐዚ ግን ኻልኣይ ኣዳም ኮይኑ መን መጽኡ? ጎይታና የሱስ ክርስቶስ ኮይኑ እዩ መጽኡ። ፍጹም ሰብ ፍጹም ኣዳም ኮይኑ እዩ መጽኡ። እቲ ናይ መጀመርታ ኣዳም ቅድሚ ውድቀት ዝነበረ ኣዳም ኮይኑ እዩ ተገሊጹ ጎይታና የሱስ ክርስቶስ። ግና ቅድም እቲ ስጋዊ ደሓር ኸዓ እቲ መንፈሳዊ እዩ እምበር እቲ መንፈሳዊ መጀመርታ ኣይኮነን ይብል ብሓቂ እቲ ስጋዊ ኣዳም እዩ ቀዲሙ መንፈሳዊ ኣዳም ከዚ መፅኡ እቲ ቀደማይ ሰብ ካብ መሬት ስለ ዝኾነ መሬታዊ እዩ ይብሎ እቲ ካልኣይ ሰብ ግና ካብ ሰማይ እዩ ስለዚ እንታይ እዩ ሰማያዊ እዩ እቶም መሬታውያን ከምቲ መሬታዊ እዮም እቶም ሰማያውያን ድማ ከምቲ ሰማያዊ እዮም ከምቲ ምስሊ እቲ መሬታዊ ዝለበስና ከምኡ ድማ ምስሊ እቲ ሰማያዊ ሀ ክንለብስ ኢና ይብል ሰማያዊ እዩ ካብ ሰማይ ዝወረደ ማለት ማለት እዩ ሰማያዊ እዩ ማለት እዩ ኣብ ሰማይ ሃገር ለለዎ ኣብ ሰማይ ዙፋን ለለዎ ኣብ ሰማይ ስልጣን ለለዎ ልዕሊ ኩሉ እዩ ማለት እዩ ሰማይ ኩሉ ግዜ እንታይ እዩ ልዕሊ ኩሉ እዩ ካብ መሬት ድሪ ልዕል ዝበለ ካብ መሬት ልዕል ዝበለ ማለት እዩ ስለዚ ጎይታና የሱስ ክርስቶስ ሰማያዊ እዩ ካብ ሰማይ ዝመፀ ማለት እዩ ሉዓላዊ እዩ ማለት እዩ ልዕሊ ኩሉ እዩ እሱ እዩ ወሪዱ እሱ እዩ ፍፅም ሰብ ኮይኑ እሱዩ ክሞተልና ክሓመልና ክቕበረልና መፅኡ ትንሳኤ ከበስረና መፅኡ ጎይታና የሱስ ክርስቶስ ስለዚ ናብ ዝኾነ ፆም ከም መእተው ገርና ይኮነ ንሓስቦ ምውራዱ ክንሓስብ ከለና ዝኾነ ነገር ኣብ ቅድሚት ኣለልና ይኮነ ንሓስብ ምውራዱ ፍፁም ዝኾነ መንነቱ ኣምላኽነቱ መለኮቱ ከም ዘሎ ኮይኑ ሰብነት ብምውሃዱ ፍፁም ሰብ ምዃኑ እዩ ክርደአና ልግባእ ማለት እዩ ስለዚ ካብ ሰማይ ምውራድ ማለት ካብ ላዕሊ ምውራዱ ማለት እዩ ብዛዕባ መና ክናገር ከሎ ኣብ ዘጸኣት ምዕራፍ ዓሰርተ ሽዱሽተ ብዛዕባ መና ክንርኢ ንኽእል ኢና መና ከመይ ኢሉ ወሪዱ እግዚኣብሔር ከመይ ኢሉ መና ሂብዎም ንርኢ ንኽእል ኢና ስለዚ መና እንታይ ይገብር ልድብረ እዩ ናብ መሬት ደብሪ እዩ ዘርጊሑ እዩ ሂብዎም ሕዚ ወሪድ ለሎ ህብስቲ ሕዚ ወሪድ ለሎ ናይ እግዚኣብሔር እንጀራ ሕዚ ወሪድ ለሎ ናይ ዘኣለም መግቢ ናይ ዘኣለም ምብላዕ ወሪድ ለሎ ኢየሱስ ክርስቶስ ግና ህይወት ልህብ እዩ ካብ ኣብ ካብ ባዕሉ ዝመፀ እዩ ምስ እግዚኣብሔር ነቱ እግዚኣብሔር ዝኾነ ምስ መለኮቱ መለኮት ዝኾነ ሓደ ዝኾነ ምስ ኣብ ይመፅ ኢሉ ኣሎ ሕዚ ስለዚ ምስ መና ፍፁም ክነፃፀረ ይኽእል እዩ ኢየሱስ ንዘለኣለም ህይወት ክብ ይመፅ እዩ ኣብ ምዕራፍ ሽዱሽተ ኣብቲ ንሪኦ ዘለና ካብ ቁፅሪ ዕስራ ሸውዓተ ክሳብ ዕስራ ትሽዓተ ክንኸልና ንዘለኣለም ህይወት ክብ እየ መፅአ ብምንታይ ብእምነት ንዓይ ዝኣምን ሰብ ንዓይ በሊዑ ማለት እዩ ኢሉ ኣሎ ኣነ ናይ እግዚኣብሔር እንጀራ እየ ስለዚ እቲ ንዓይ ዝኣምን ንዓይ ይበልዕ ኣሎ ማለት እዩ ኢሉ ኣሎ። ምእማን ብምእማን ልግበር ምብላዕ ማለት እዩ ናይ ዘላለም ሕይወት ሓንቲ ግዜ ንኣምን ሓንቲ ግዜ ድማ በሊዕናዮ ንዘላለም ሕያው ኮይንና ንነብር ስለዚ መና ሕይወት ክህበ ይኸኣለይ ካብ ክልተ ካብ ሰለስተ መዓልቲ ክሓልፈ ይኸኣለይ በሊዖሞ ጠምይዎም እዩ በሊዖሞ መንዮሞ እዮም በቃ ንመለስ ናብ ግብፂ ኢሎም እዮም በሊዖሞ ታይ ኮይኖም እዮም ሞይቶም እዮም ሂወት ክህቦም ኣይክኣለ መቃብር ልኣተዉ ብጣዕሚ ብዙሓት እዮም ኣብ በረኻ ልተረፉ ብዙሓት እዮም ኢየሱስ ግና ናይ ዘላለም ሂወት እዩ ልህብ ኢየሱስ ልበልዐ ልዘላለም ይነብር ሃዋርያት ኣረጋጊጾምልና እዮም ቅዱሳት ቅዱሳን ሰባት ኣረጋጊጾምልና እዮም ቅዱሳት መጽሓፍቲ እውን ይነግሩና እዮም ብኢየሱስ ክርስቶስ ልኣምን ሰብ ናይ ዘላለም ሂወት ኣለኒ ኢሉ ኢሉ ኮረ ገነት እየ ልኣቲ፣ መንግስተ ሰማያት እየ ልወርስ ኢሎም ብዙሓት ቅዱሳን ሓሊፎም እዮም መስኪሮም። ሰማያትነት ተቐቢሎም እዮም። ክሳዶም ተቖሪጾምሉ እዮም። ሰውነቶም ሙሉእ እንታይ ኮይኖም እዮም? ወፍዮምሉ እዮም። ንምንታይ? ናይ ዘለኣለም ህይወት ረኺበ እየ ስለ ዝበሉ ንኢየሱስ ክርስቶስ እየ ልኣምን፣ ካልእ ጎይታ የለይ፣ ካልእ መድሓኒ የለይ፣ ካልእ ዋሕስ የብለይ፣ ናይ ዘለኣለም ህይወት ልሃበ ንሱ እዩ ኢሎም ልኣመኑ ኢየሱስ ክርስቶስ ምግቦም ናይ ዘለኣለም ምግቦም ስለ ዝኾነ ስግኦም እንታይ ገይሮም እዮም? ወፍዮም እዮም። ስግኦም ንልቐትልዎም ይፈርሑ እዩ። ግን ድማ ስጋን ነፍስን ናብ ገሃንም ከእቲ ልኽእል ልእግዚኣብሔር ብምፍርሖም ናይ ዘላለም ህይወት ወረስቲ ኮይኖም እዮም። ልመን ብምእማን ልኢየሱስ ክርስቶስ ብምእማን ስለዚ መናኸ ሞት የምፅኡ ኢየሱስ ክርስቶስ ናይ እግዚኣብሔር እንጀራ ኮይኑ ብምምፃእ ድማ ናይ ዘላለም ህይወት ሂብናይ ብእምነት ማለት ስለዚ መና ይሕስኽ ይጨኑ ነይሩ ማለት እዩ በቃ ይሕስኽ ይጨኑ ተሓዲሩ ይበላሸ ነይሩ ማለት እዩ ሐዚ እንበልዖ ናይ እግዚኣብሔር እንጀራ ካብ ሰማይ ዝወረደ ናይ እግዚኣብሔር ሕብሽቲ ግና ኸ ንዘለኣለም መድሓኒት ይኾን ክንሓሚ ከለና ዝፍውሰና ሞት ሞት ክንሸት ከለና ህይወት ልህበና ክንደክም ከለና ለበርትዐና ለጽንዐና ክንወድእ ከለና ለተንሰእና ህያው ዝኾነ ናይ እግዚኣብሔር እንጀራ እዩ ጎይታና ኢየሱስ ክርስቶስ ስሙ ብሩክ ይኹን ስለዚ ብእምነት እዩ ስለዚ መና ግዜያዊ እዩ ሓሊፉ ድማ እዩ ሓላፊ እዩ ሓሊፉ ልትውልዲ ልትውልዲ ክሓልፈ ይኸኣለ ተሪፉ ኣብ በረኻ ተሪፉ ክቕጽለ ይኻእል ኣብ ትውልዲ ኢየሱስ ክርስቶስ ግና ክሳብ ሕዚ ድሮ እኳ ብኣና ኣቆጻጽራ እኳ ክልተ ሽሕ ዓመት ከባቢ ጌርና ኣለና ክሳብ ሕዚ ግን ኢየሱስ ክርስቶስ ምግቢ ኮይኑ ይቕጽል ኣሎ ዝበልዕዎ ምግቢ ኮይኑ ይቐጽል ኣሎ ዝሰትይዎ ህያው ዝኾነ መስተ ኮይኑ ይቕጽል ኣሎ ስግኡ ዝበልዑ ኸ እንታይ ኮይኖም ህይወት ረኺቦም ደሙ ዝሰተዩ ዘላለማዊ ህይወት ረኺቦም ይነብር ኣለዉ ንነብር ኣለና ንሕና እውን ምስክር ኢና ንዓይነ መሰኻኽር ኢና ህያዋን መሰኻኽር ኢና ምግቢ ኮይንና መስተ ኮይንና ኢየሱስ ክርስቶስ ንነብር ኣለና ኣብዛ ሓላፊት ዓለም እዚኣ ኣብዛ ሓላፊት ምድሪ እዚኣ ኣብዛ ገሪፍናያ ንኸድ ዓለም እዚኣ ኢየሱስ ክርስቶስ ናይ ዘለኣለም ምግብና ኮይኑ ኢየሱስ ክርስቶስ ናይ ዘለኣለም መስተና ኮይኑ ንነብር ኣለና ስሙ ብሩክ ይኹን ልምንታይ ወሪድ ልብሉ ተወሰኑ ጥቕስታት ካብ ናይ እግዚኣብሔር ቃል ክንርኢና ከብራህርህ ብዙሕ ግዜ ክወስደለ ይኽእል እዩ ግን ድማ ንምንታይ እዩ ወሪዱ ልብል ኣብ ኢሳይያስ ምዕራፍ ሲሳ ኣርባዕተ ቁጽሪ ሓደ እንሆ ሰማያት ቐሪድኻ እንተ ትወርድ ዝብል ናፍቆት ከም ዝተፈጸመ ኢና ንርኢ ማለት እዩ። ሰማይ ጨራሪድኻ ውረደልና በቃ ምጸና ኢሎም ንእግዚኣብሔር ይናፍቁ ነይሮም ነቢያት ቅዱሳን ኩሎም ኣብ ብሉይ ኪዳን ዝነበሩ ይናፍቅዎ ነይሮም። ስለዚ ሰማያት ወሪዱ ሰማያት ቀዲዱ ጨዲዱ ልመፀ ጎይታና ኢየሱስ ክርስቶስ ልምንታይ እዩ ልምንታይ እዩ ወሪዱ ልብል ካብ ናይ እግዚኣብሔር ቃል ተወስነ ክንርኢ ኢና ኣብ ማቴዎስ ምዕራፍ ሓሙሽተ ቁጥሪ ዓሰርተ ሸውዓተ እንታይ ይብለና ሕጊ ንምፍፃም እየ ወሪደ ይብል ጎይታና ኢየሱስ ክርስቶስ ልምንታይ ኢኻ ወሪድኻ ተኢልኹም ጓ ሕጊ ንምፍፃም እየ ወሪደ ኣነ ሕግን ኦሪትን ልክስዕሮም ይኾንኺ መጽየ ታይ ደኣ ልክፍጽሞም እየ መጽየ ይብል ስለዚ ብኦሪት ልተዋህበ ብብሉይ ኪዳን ልተዋህበ ሕግታት ኩሎም ሰባት ክፍጽሞም ኣይኸኣሉን ዝፍጽሞም ሰብ ተሳኢኑ ካብ ኣዳም እንተወለደ ኩሉ ኣብ ትሕቲ መርገም ኣብ ትሕቲ ሕጊ ኣብ ትሕቲ ሓጢኣት ወዲቑ ኢየሱስ ክርስቶስ ግና ፍጹም ሰብ ኮይኑ ብምምጻእ ነቲ ሕጊ እንታይ ገይርዎ ፈጺምዎ ተፈጻምነት ረኺቡ እግዚኣብሔር ሕጊ ብምፍጻም ለሐጉሶ ሰብ ስኢኑ ነይሩ ኸዚ መን መፅኡ ጎይታና ኢየሱስ ክርስቶስ መፅኡ ሕጊ ብምፍጻም ንእግዚኣብሔር ደስ ኣቢልዎ ኣሐጒስዎ ኹሎም ሕግታት ተፈጻምነት ረኺቦም ንሕና ጸጋ ረኺብና ማለት እዩ ስለዚ ብሙሴ እንታይ ተዋሂቡ ነይሩ ሕጊ ተዋሂቡ ነይሩ እዚ ብሙሴ ዝተዋህበ ሕጊ እንኳን ዝተዋህበም ሰባት ሙሴ ባዕሉ ክፍጽሞ ይኸኣለ እዩ ብዙሕ ተሓላሊፉ እዩ ሙሴ ሰብ ካብ ምቕታል ጀሚሩ ሙሴ ብዙሕ ኣብ ህይወቱ ብዙሕ ሕግታት ታገይሩ ኣፍሪሱ ኢና እግዚኣብሔር ሕጊ ሰባት ኩሎም ክፍጽምዎ ይኸኣሉ እዩ። ስለዚ ሙሴ ባዕሉ ክፍጽሞ ይኸኣለይ እቶም ሙሴ ንመርሖም ነበሩ ማእኸላይ ኮይኑ ንመርሖም ምስ እግዚኣብሔር ለራኸቦም ነበረ ሰባት እውን ክፍጽሞም ይኸኣሉ እዩ። ስለዚ ጸጋ ብመን ኮይኑ ብኢየሱስ ክርስቶስ ኮነ። ጸጋን ሓቅን ተመልኡ ድማ ኣባና ሓደረ። ስለዚ ጸጋ ኣባና ክምላእ ከሎ ብሕግታ ይኾን ተፈጻምነት ረኺቡ ይመጽእ ኣባና። ስለዚ ሕጊ ንምፍጻም እዩ ጎይታና የሱስ ክርስቶስ እንታይ ኮይኑ ወሪዱ ድሕሪ ንሕና ተፈጸመ ኣብ ልዕሊ ህይወት ንነብር ልምንታይ የሱስ ክርስቶስ ሕጊ ፈጺምዎ እዩ ንሕና ሕጊ ብምፍጻም ክንጸድቕ ኣይንኽእል እዩ ሕጊ ብምፍጻም መንግስቲ ሰማያት ክንወርስ ኣይንኽእል እዩ ኩሉ ሕጊ ክንፍጽሞ ኣይንኽእል እዩ ብጸግኡ ግና ክንነብር ንኽእል ንሕጊ እውን ንስዕሮ ማለት እዩ ሕጊ ልከይከሰና ሕጊ ልከይቃወመና ብጸግኡ ብንስሓ ህይወት ኣነበርና ብኢየሱስ ክርስቶስ ናይ ዘላለም ህይወት እንታይ ንገብር ንረክብ ማለት እዩ ካልእ ሰይፊ ንምውራድ እየ መጽአ ይብል ማቴዎስ ምዕራፍ 10 ቁጥሪ 34 ሰላም ለምጽእ ሰላም ለውርድ መጻእኹ ይመስለኩም ኣነ እኮ ሰይፊ ልምውራድ እየ መጽአ ይብል እንታይ ማለት እዩ ትርጉሙ ሰይፊ ልምውራድ ማለት ማለት እዩ ኣፈላላይ ክፈጥር እዩ መጽኡ ናይ ዓለም ዝኾኑ ሰባት ናይ ዓለም ክኾኑ፣ ናይ ክርስቶስ ዝኾኑ ሰባት ናይ ክርስቶስ ክኾኑ እዩ መጽኡ። ሰብኣይን ሰበይትን ከይተረፈ ወይ ድማ መርዓትን ሓማትን ከይተረፈ ውሉድን ወላድን ከይተረፈ እኳስ ክፈላለ ይኽእል እዩ ብኢየሱስ ክርስቶስ ብምእማን እንታይ ማለት እዩ ሰባት ክቕበልዎ ይኽእሉ እዮም ከምቲ ዮሃንስ ምዕራፍ ሓደ ቁፅሪ ኣርባዕተ ጀሚሩ ዝነግረና ዘሎ ናይ ዮሃንስ ምስክርነት ክሳብ ቁፅሪ ዓሰርተ ሰለስተ ክንኸደ ከለና ከምኡ ኢሉ ይብለና መጀመርታ ናብቶም ናቱ መፅኡ እቶም ናቱ ግና ኣይተቐበልዎ እዩ። እንተቐበልዎ ግና ናይ እግዚኣብሔር ውሉድ ልክኾኑ መሰል ሂብዎም፣ ስልጣን ሂብዎም እዩ። ስለዚ ልተቐበልዎ ሰባት ልቕበልዎ ሰባት እኔዉ። ስለዚ ዝቕበልዎን ዘይቕበልዎን ኣፈላላይ ክፈጥር እየ መጺኤ ኢሉ ኣሎ። ኣፈላላይ ክፈጥር እየ ማለት ጽልኢ ክተክል እየ መጺኤ ማለት እንታይ ማለት ትርጉሙ? ልኣመኑኒ ሰባት ናይ ዘለኣለም ህይወት ክረኽቡ እዮም። ለይኣመኑኒ ሰባት ግና ናይ ዘለኣለም ሞት እዮም ክረኽቡ ማለት እዩ። እምበር ጎይታና ኢየሱስ ክርስቶስ ፍጹም ልኾነ ሰላም ይህበና። ልመን ልንኣምኖ ፍጹም ሰላም ሓምላይ ኢየሱስ ክርስቶስ ዝበለ ሰላምኳስ ዓለመይ ትህበናይ ገንዘበይ ይህበናይ ታሕጓሰይ ይህበናይ ልብላዕ ልስተ ይህበናይ ፍጹም ሰላም ልህበና መን ጎይታና ኢየሱስ ክርስቶስ እዩ ስለዚ ኣብዚ ቃል እዙይ ኣብቲ ዓውዲ ክነፅንዕ ከለና እንታይ ማለት እዩ ሰይፍ ማለት እንታይ ማለት እዩ ብኢየሱስ ክርስቶስ ለኣምኑና ብኢየሱስ ክርስቶስ ለይኣምኑ ሰባት ኣብ መንጎም መከራ ክመፅ እዩ መስቀል ክመፅ እዩ ማለት እዩ ሓሳብ ስለዚ ለይኣምኑ ሰባት ለኣምኑ ሰባት ከሳድዎም እዮም ከሳግዎም እዮም እዚ እዩ ሰይፍ ማለት ኻሊእ ንሓጥኣን ክጽውዕ እየ መጽኤ እምበር ንጻድቃን ክጽውዕ ኣይመጻኹን ይብለና ኣብ ማርቆስ ምዕራፍ ክልተ ቁጽሪ ዓሰርተ ሸውዓተ ሓኪም ንሕሙማት እዩ ዘድልዮ እምበር ንጥዑያት የድልዮም እዩ ማለት እንታይ ማለት እዩ ኣነ ጥዑይ እየ ኣነ ሕሙም ኣይኮንኹይ ልልብሉ ሰባት ዋላ እኳ ውሽጦም ሓሚሙ ተሃለየ እንድሕር ጥዑይ እየ ኢሎም ዝኣምኑ ኮይኖም ብውሽጦም ሓኪም ኣይኸዶም እዩ ወይ ድማ ንሳቶም ናብ ሕክምና ይኸዱ እዩ ንምንታይ ጥዑይ እየ ኢሎም እዮም ዝኣምኑ። ሰባት ሓሚሞም ብውሽጦም እውን ጥዑይ እየ፣ ደሓና እየ እንድሕር ኢሎም ኮይኖም ሕክምና ዝወስዶም ሰብ ኣይህልይ። ወይ ዶክተር እውን ወይ ሓኪም እውን ላብኣቶም ኣይኸድይ። ብኡ ኣንጻር ድማ ጎይታና የሱስ ክርስቶስ ይብሎ ኣነ ጻድቕ እየ፣ ኣነ ጻድቃን እየ፣ ኤየድልየኒ ናይኻ ጽድቂ ልልወኒ ልልብሉኒ ሰባት ይኾንኹ መጺአ ኢሉ ኣሎ። ስኻ ኢኻ ጻድቕ ኣነ ሓጢኣተኛ እየ ኢሎም ልልኣምኑ ኣንሓና ሓጢኣተኛታት ኢና ኢሎም ልልኣምኑ ሰባት እየ መጺአ ይብሎ። ስለዚ ንሓጥኣን ክጽውዕ እየ መጺአ። ንዕኡ እዩ ብዙሕ ግዜ ፈሪሳውያን ናይ ባዕሎም ጽድቂ ከመቻችዉ ስለ ዝጽዕሩ እንታይ ይብልዎ? ምስ ቐረጽቲ ይበልዕ፣ ምስ ዘመውቲ ይሰቲ፣ ምስኣቶም ኮፍ ይብል፣ ምስ ሓጢኣተኛታት ይጓዓዝ፣ ምስኦም ይ ላብ ገዝኦም ይኣቲ፣ ዳ ቐረጽቲ፣ ዳ ለምጻማት ይኣቲ፣ ዳ ሕሙማት ይኣቲ፣ ዳ ሓጢኣተኛታት ይኣቲ ኢሎም ይሓምይዎ ነይሮም ማለት። ስለዚ እንታይ ይብሎም? ኣይ ኣነ ንሓጢኣተኛታት እየ መጺኤ፣ ጻድቃን ኢና እንድሕር ትብሉ ኮይንኩም ኣብ ኣድንያትኩም፣ ናይ ባዕልኹም ጽድቂ ግን ናይ እግዚኣብሔር መንግስቲ ኣይተውርሰኩም እዩ። ናይ የጽድቅያ መንግስቲ ሰማያት ተውርሰኩም። ክሞተልኹም ቤዛ ክኾነልኹም ከዝሕልኹም እየ መፅኤ ከም ንብሎ ማለት እዩ ስለዚ ንሓጣን እየ መፅኤ ይብል ካሊእ ሓዊ ከምፅእ እየ ላብዚ ምድሪ እዚ ወሪደ ይብለና ሉቃስ ምዕራፍ 12 ቁፅሪ 49 ሓዊ ከምፅእ እየ ኢለ ስለዚ ሓዊ እዚ ካብ ነደ ድማ ታይደለኹ ይብለና እንታይ ማለት እዩ ነተና ድማ ወንጌል እዩ መፅኡ ሕያው ልኾነ ወንጌል ኣብ ምድሪ ልክስበኽ እዩ መፅኡ ልክትነድድ ልነድድ ሓዊ ማለት እዩ ለቃፅል ሓዊ ኣይኾነይ ለቃፅል ሓዊ ኣብ ካልኦት ቅዱሳት መፅሓፍቲ ክነንብ ከለና ብዛዕባ ፍርዲ ይነግረና ኣሎ ከምቲ ዮሃንስ መጥምቕ በለና ማለት እዩ ኣነ ብማይ የጥምቕ ኣለኹ እሱ ግን ብመንፈስ ቅዱስ እዩ ብሓዊ ከጥምቕ ኢልዎ ኣሎ እሱ ልፍርዲ እዩ ኣብዚ ሓዊ ኢሎ ልዕልዎ ጎይታ የሱስ ክርስቶስ ግን ሓዊ ከምፅእ እየ ሓዊ ከንጥብ እየ እዚኣ መፅእ ልብለ ግን እንታይ እያ ልትነድድ ወንጌል ልትባጻሕ ወንጌል ማለት እዩ ናብ ኩሉ ዓለም ልትባጻሕ ወንጌል ሃ ሓዊ ኢሉ ታይ ገርዋ ኣሎ መሲልዋ ኣሎ ስለዚ ካብ ነደ ድማ ታይ ደልየ እሱ እየ ልደሊ ስለዚ ናይ እግዚኣብሔር ፍቃድ ታይ ገረ ኣለኹ ፈጺመ ኣለኹ ማለት እዩ በቃ ደስ ኢልኒ እዩ ትብጻሕ ናብ ኩሉ ኢሉ ስለዚ ሓዊ ከንጽብ ከም ዝመጸ ይነግረና ካሊእ ንፍርዲ እየ መጽየ ይብለና ዮሃንስ ምዕራፍ 9 ቁጥሪ 39 እንታይ ይብል ኣነ ዘይርእዩ ክሪኡ እቶም ንርእና ዝብሉ ድማ ዕውራት ምዃኖም ከፍልጥ ልፍርዲ እየ መጺኤ ይብል ኣብ ዮሃንስ ምዕራፍ 3 ቁጥሪ 16 ቁጥሪ 17 ከም ንሪኦ ጎይታና ኢየሱስ ክርስቶስ እግዚኣብሔር ክልእኸ ከሎ ንዓለም ከድሕን እምበር ክፈርድ ከም ዘይመጸ የርእየና እዚ ፍርዲ እሱ እንታይ እዩ እዚ ፍርዲ እዙይ ድማ እንታይ እዩ ድማ ፈላላይ ክንፈልጦ ይግበና እዚ ኸዚ ነጉዕ ዘለና ፍርዲ እያ ግዜያዊ ኣብ ምድሪ ዝግበር ባዕልኻ ብእምነትካ እትገብሮ ፍርዲ እዩ ኸዚ ልፍረደካ ማለት እዩ። እቲ ናይ ዘልኣለም ህይወት ልፍረዶ፣ ናይ ዘልኣለም ሞት ልፍረዶ ግና ገና ፍጻመ ክረክብ እዩ። ጎይታና የሱስ ክርስቶስ ተመሊሱ ኣብ ልመጸሉ መዓልቲ እዩ ክፈርድ፣ ንሙታንን ንሕያዋንን ክፈርድ ክመጽእ እዩ። እቲ ብወንጌሉ፣ ብንግግሩ፣ ንስሓ እቶ ብዝብል ቃሉ ልፈርዶ ፍርዲ ግና እቶም ንርኢ ኣለና ኢና፣ ኣሕና ዕውራት ኣይኮንናይ ኢሎም ከም ፈሪሳውያን ግብዝነት ዘለዎም ኹሎም እንታይ ልገብሩ? ክፈርድ እዩ መፅኡ ማለት እዩ ክፈርድ እዩ መፅኡ ስለዚ ኣቲ ንስኻትኩም ኣይትርእዩ ክብሎም ከሎ እንታይ ማለት እዩ ኣይትኣምኑ ማለት እዩ ኣዒንትና ንርኢ ኣለና ኢኹም ትብሉ እወ ስጋዊ ዓይንኹም ይርሎ እዩ መንፈሳዊ ዓይንኹም ግን ዕውር ኮይኑ እዩ መንፈሳዊ ዓይን ተዓዊሩ ድማ ስጋዊ ዓይን ስለ ዝረአየ ምንም ዓይነት ለውጢ የምፅእ ኢልዎም ኣሎ ልምታይ ዕውራት ትብለና ኢሎም ስለዚ ልፍርዲ እየ መጽየ ቶም ዕውራት ኣሕና ልብና ጸልማት እዩ ከመይ ገርና ብርሃን ክንረክብ ንክእል ከመይ ኢለ ካብ ሓጢኣት ክወጽእ ይክእል ከመይ ኢለ ካብ በደል ክወጽእ ይክእል ልብሉ ግና ንዓኣቶም ግና ልብርሃን እየ መጽየ ይብል ማለት እዩ እግዚኣብሔር ይመስገን ኣብ ዮሃንስ ምዕራፍ ዓሰርተ ቁጽሪ ዓሰርተ ኩሉ ግዜ ኩላትና ንፈልጦ ድማ እንታይ ይብለና እቲ ሰይጣን ወይ ድማ እቲ ሌባ ሓራዲ ጎማዲ ክሓርድ ክቐትል እዩ መፅኡ ይብል ክሓርድ ክቐትል እዩ መፅኡ ኣነ ግና ህይወት ክኾነልኩም ክበዝሕልኩም እየ መፅአ ይብለና እግዚኣብሔር ዝተመስገነ ይኹን እንታይ ክኾነልኩም ህይወት ክኾነልኩም እየ መፅአ ስለዚ ንምንታይ ካብ ሰማይ ወሪዱ ወሪዱ ኢና ንኣምን ንምንታይ እዩ ህይወት ክኾነልና እዩ መፅኡ እንታይ ስለ ዝነበርና ምዉታን ኣብ ኤፌሶን ምዕራፍ ክልተ ቁጽሪ ሓደ ቁጽሪ ክልተ ክንንብብ ከለና ብሓጢኣትኩምን ብበደልኩምን እንታይ ነርኹም ምዉታን ነርኹም ይብለና ስለዚ ምዉታን ስለ ዝነበርኩም ኣነ ህይወት ክኾነልኩም ድማ ከበዝሐልኩም ንኻልኦት እውን እዚ ህይወት እዚ ክተሽርፍዎ እየ መጽየ ይብለና ኣሎ ጎይታና የሱስ ክርስቶስ ስለዚ ህይወት ክትረኽቡን ክበዝሐልኩምን እየ መጽየ ይብል እዚ እየ ካብ ሰማይ ወሪደ ናይ ህይወት እንጀራ ኮይነ ዝወረድኩ ናይ እግዚኣብሔር እንጀራ ኮይነ ልወረድኹ ካብ ሰማይ ልወረደ እንጀራ ኣነ እየ ልብለኩም ለለኹ እግዚኣብሔር ልኣኸኒ እንጀራ ኣነ እየ ህይወት ልህብ ኣነ እየ ልብለኩም ለለኹ ሃ ህይወት ክኾነልኹም መጀመርታ ልባዕልኹም ህይወት ትረኽቡ ድሕሪ ድማ ልኻልኦት ድማ ከታይ ትኾኑ ክትበዝሑ ኣብ ውሽጥኹም ፍረ ክተፍርዩ ንብዙሓት ድማ ክትምስክሩ እየ መፅኤ ይብለና ኣሎ እግዚኣብሔር ዝተመስገነ ይኹን ኣብ ዮሃንስ ምዕራፍ 12 ቁፅሪ 17 ድማ ክንርኢ ከለና ንኽመውት እየ መፅኤ ይብለና ንኽመውት እየ መጺኤ። ኣብ ዮሃንስ ምዕራፍ ዓሰርተ ክልተ እዚኣ ብዝግባእ እስኪ ካብ ቃል ድማ ክነንብብ ኢና ማለት እዩ። ምዕራፍ ዓሰርተ ክልተ ቁጥሪ ዕስራ ሸውዓተ ሐዝስ ነፍሰይ ተጨኒቓ ኣላ እንታይ እሞ ክብል እየ ኣቦ ካብዛ ሰዓት እዚኣ ኣድሕነኒ ግና ምእንቲ እዙ እንድየ ዝመጻእኹ ናብዛ ሰዓት እዚኣ እውን ዝበጻሕኹ ይብል። ልክመውት እየ ተወሊደ፣ ልክመውት እየ መጺኤ፣ ልክመውት እየ ፍጹም ሰብ ኮይነ፣ ልክመውት እየ ወዲ ሰብ ተባሂለ ይብሉ ኣሎ ጎይታና የሱስ ክርስቶስ። መሲሕ ኮይነ ዝመጻእኩሉ ዋና ዕላማ ልክሞተሎም እዩ። ስለዚ ነፍሰ ተጨኒቓ እያ እዛ ጽዋ እዚኣ እዛ መከራ እዚኣ ካባይ ክትሓልፍ ነፍሰ ትጭነቕ ኣላ ውሽጠ ግን ለኣኩ እየ መጽኤ ልምንታይ እየ መጽኤ ይብሎ ምስ ኣቡኡ ከውግዕ ከሎ ማለት እዩ ምስ ኣቡኡ ከውግዕ ከሎ እንታይ ኢሉ? ንዓይ እየ እኮ መጺኤ ንኻልእ ኣይመጻእኹይ። ክሞት እየ መጺኤ። ክሞት ስለ ዝመጻእኹ ድማ ኣብዛ ሰዓት እዚኣ በጺሐ ይብሎ። ስለዚ ሰላሳ ዓመት ልኣክል ተጓዒዙ ተጓዒዙ ተጓዒዙ ነቢሩ ነቢሩ ጎይታና የሱስ ክርስቶስ ንሰለስተ ዓመት ድማ ወንጌል ሰቢኩ ዋና ዓላምኡ ንዛ ዝና ሰዓት ንምብጻሕ እዩ። እንታይ ንምዃን? ንምሟት። ከምቲ ኣብ ፊልጵስዩስ ምዕራፍ ክልተ ቁጽሪ ትሽዓተ ዝተጻሕፈ ማለት እዩ። ካብ ቁጽሪ ሸውዓተ ጀሚሩ ክንርኢ ከለና ከ ልመስቀል ሞት እኳ ዝተኣዘዘ ኮይኑ ይብል ፊልጵስዩስ ምዕራፍ ክልተ ካብ ሸውዓተ ክሳብ ትሽዓተ ልመስቀል ሞት እኳ ዝተኣዘዘ ኮነ ናይ ባሪኡ ናይ ሰብ መልክዕ እንታይ ብምጋር ብምልባስ ብምዃን ሰብ ብምዃን እግዚኣብሔር ነቱ ኣምላኽነቱ ከም ምምንዛዕ ብዘይምቑጻር ክሳብ መስቀል ሞት ዝተኣዘዘ ኮነ ይብለና ስለዚ ተኣዚዙ ክሞተሎም እየ ኢሉ ማለት ስለዚ ልዚኣ እየ መፅአ ነፍሰ ቤዛ ገይረ ንምሕላፍ እየ መፅአ ይብሎ ማለት እዩ ኣብ ዮሃንስ ምዕራፍ 18 ቁፅሪ 37 ጎይታና የሱስ ክርስቶስ ጲላጦስ ክሓቱ ከሎ እንታይ ኢሉ ንስኻስ ብሓቂ ንጉስ እየ ዲኻ ትብለኻ ኢልዎ እወ ንስኻ እኳ ትብለኻ ኣነኸ ነዚ እየ መፅአ ነዚ እየ ተወሊደ ይብሎ ማለት እዩ ስለዚ ልተወለድኹን ልመጻእኹን ካብ ሰማይ ልወረድኹን ካብ ድንግል እውን ልተወለድኹ ሃ ልምንታይ እየ ልዎ ፍጹም ሰብ ልኾንኹ ልምንታይ እየ ልክመውት እየ ልዎ ልክመውት እየ መጽየ ንዙይ ወሪዱ ጎይታ ኢየሱስ ክርስቶስ ስለዚ ምውራዱ ክንሓስብ ከለና ምሟቱ ክንሓስብ ይግበና ልደቱ ክንሓስብ ከለና ልክሞት ኣብ ንመፀ ክንሓስብ ይግበና ብዙሕ ሰብ ልክሞት የኾነ ልውለድ ሃምዚ ክኾን እየ ሃምዚ ክኾን እየ ክመሃር እየ ክህፍትም እየ እዚ ክሰርሕ እየ እዚ ከጥሪ እየ ላባለ ልውለድ ብዙሕ ሰብ ማለተይ ወለዱ እንታይ ዝገብርዎ ብትልሚ ክወልድዎ ከለዉ ከም ኢሎም እዮም እዚ ክኾነልና ኢሎም እዮም ዝወልድዎ ናይ ወለዱ ብርሃን ንክኾን እዩ ዝውለድ ብዙሕ ሰብ ማለት እዩ ኣብ ዓለም ሞተ ይሓስብ ክብለድ ከሎ ጎይታና የሱስ ክርስቶስ ግና ካብ ሰማይ ክወርድ ከሎ ካብ ድንግል ተጸኒሱ ክውለድ ከሎ ክነብር ከሎ እዚ ዓለም እዚ ልክሞት እዩ ዝነብር ነይሩ ሰላሳ ዓመት ሙሉእስ ልክትሞት ኢኻ ትነብር ምንም ዓይነት ገዛ እኮ የብሉ ተባሂሉ እኮ ጎይታና የሱስ ክርስቶስ መንበር እኳ የብሉ መንበር መፅለሊ ገዛ እኳ የብሉ ሰላሳ ዓመት ሙሉ ስለዚ ልክ ሞት እየ ተወሊደ ይብለና ማለት ማቴዎስ ምዕራፍ 20 ቁፅሪ 28 ከገልግልን ህይወት ክህብን ቤዛ ክኸውንን እየ መፅእ ይብለና ኣነ ክተገልግሉኒ ኢኹም ኺም መጺኤ፣ ከገልግለኩም እየ መጺኤ ይብለና። ከገልግለኩም እየ መጺኤ፣ ህይወት ክህበኩም እየ መጺኤ፣ ቤዛ ገይረ ነፍሰይ ከሕልፍ እየ መጺኤ ይብለና። ብተመሳሳሊ ኣብ ሉቃስ ምዕራፍ ትሽዓተ ቁጽሪ ሓምሳ ሽዱሽተ ድማ ህይወት ሰብ ከድሕን እየ መጺኤ እምበር ህይወት ሰብ ከጥፍእ ኣይኮንኩን መጺኤ ይብለና። ሉቃስ ምዕራፍ ትሽዓተ ሓምሳ ሽዱሽተ ኣነ ህይወት ሰብ ኣይኮንኩን ከጥፍእ መጺኤ እንታይ እማ ህይወት ሰብ ከድሕን ካብ ጥፍኣት ከድሕን ካብ ሞት ህይወት ክህብ ካብ ጸልማት ብርሃን ክህብ እየ መጺኤ ይብል። ከሻግር እየ መፅየ፣ ድልድል ክኾን እየ መፅየ፣ ማእኸላይ ክኾን እየ መፅየ፣ ከተዓርቕ እየ መፅየ ይብለና ማለት እዩ። ሉቃስ ምዕራፍ ዓሰርተ ትሽዓተ ቁፅሪ ዓሰርተ ድማ እንታይ ይብል? ንዝጠፍአ ክደልን ከድሕንን እየ መፅየ ይብል። ጎይታና ኢየሱስ ንምንታይ ኢኻ ወሪድኻ ትብሎ እንተለናኻ ንዝጠፍአ እንታይ ገብር ክደሊ ንዝሞተ እንታይ ገብር ከድሕን ንዝሓመመ ክፍውስ እየ መፅኤ ይብለና ስለዚ ንዝጠፍአ ክደልን ከድሕንን መፅእ ይብለና ኣብ መወዳእታ ድማ ኩላትና ክንቕበሎ ዝግበአና ሓደ ነገር ጳውሎስ ከተሓሳስብ ኣሎ ኣብ ቀደማ ጢሞቴዎስ ምዕራፍ ሓደ ቁፅሪ 15 እዩ ጎይታና ኢየሱስ ክርስቶስ ንሓጣን ከድሕን ከም ዝመፀ እሙን ዘረባ እዩ እሙን ቃል እዩ ኩሉ ሰብ ድማ ክቕበሎ ይግባእ እዩ ኹላትና ምውራድ እንሓስብ በዚ መዓልቲ እዙይ ጎይታና የሱስ ንምንታይ እዩ ወሪዱ እንብል ኹላትና ንሓጣን ከድሕን ከም ዝመፀ ክንቕበሎ ይግበእና ነዚ ዘይቕበል ትውልዲ ግና እንታይ ክኾን እዩ ዘለኣለማዊ ሞት እዩ ክረክብ ማለት እዩ ገሃነም እዩ ክኣቲ ሲኦል እዩ ክኣቲ ማለት እዩ ኢየሱስ ክርስቶስ ንሓጣን ከድሕን ይመፅኡ ሎሚ ኣብ ሰዓት እዚ እውን ተኾንና ኣብ ዘመን እዚ እውን ኣለና ሓጢኣተኛ እየ በደለኛ እየ ንብል ተኾይና ናብ ኢየሱስ ክርስቶስ ንምፃእ ንምንታይ ንሓጢኣተኛታት ከድሕን ይመፅኡ ልሓጥኣን ከድሕን እዩ መጽኡ ልሙታን ከተንስእ እዩ መጽኡ ብልብና ልሞትና ብመንፈስና ልሞትና ኩላትና ደለና ንተንስእ ህይወት ልህብ መን እዩ ጎይታና የሱስ ክርስቶስ እዩ ልምንታይ ለዚ እዩ ወሪዱ ካልእ ዕላማ ሃልዮ እዚ ምድሪ እዚ የወረደይ ኣብ ምድሪ ዝኾነ ነገር ከጥረ ይኾነ ወሪዱ ጎይታና የሱስ ክርስቶስ ሰባት ከድሕን ይወፅኡ ሰባት ክባርኽ እዩ መፅኡ ካብ ምድሪ ላብ ሰማይ ሓፍ ከብለና እዩ ካብ ሰማይ ላብ ምድሪ ወሪዱ ምውራድ ክንሓስብ ከለና ልዕልናና ንሓስብ ከልዕለና እዩ መፅኡ ክስሕበና እዩ መፅኡ ንላዕሊ ክስሕበና እዩ መፅኡ ንሰማይ ክወስደና እዩ መፅኡ ካብ ደቂ እግዚኣብሔርነት ላብ ደቂ ሰይጣን ላብ ደቂ ዲያብሎስ ኮይና ዝነበርና ኩላትና ደቂ እግዚኣብሔር ክገብረና ውሉድ እግዚኣብሔር ክገብረና እዩ መፅኡ ማለት ስለዚ እዚ ኩሉ ክቕበሎ ይግባእ ኢየሱስ ክርስቶስ ንሓጣን ከድሕን መፀ ዝብል እሙን ዘረባ እዩ ኣብዚ ዘመን እዚ ድማ ኩሉ ሰብ ክቅበሎ ይግባእ ልማሃረና እግዚኣብሔር ንዘለኣለም ክብርን ምስጋናን ንዑ ይኹን ጸጋና ጎይታና ኢየሱስ ክርስቶስ ነዚ ቃል እዚ ድብርዳእ ምስ ኹላትና ይኹን ወስብሃት ለእግዚኣብሔር።